ሰላም ጥዕና ሃበለይ ዝኸበርኩም ተመልከትቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ፋሽስቲ ኣብይ ኣሕመድ ብሓየተ ሰራዊት ትግራይ ሰፍ ዘይብል ወተሃደራዊ ስዕረት ከም ዝተጎምጎመ ፈሊጡ ናብ መኣዲ ሰላም ንክቐርብ ተሓቲቱ ኣሎ። ፋሽስቲ ኣብይ ሕዚ ምቁራፅ ተኹሲ ኣዊጀ ይብል ዘሎ ብሰራዊት ትግራይ ኣብ ዓውደ ኹናት ከቢድ ስዕረት ምስ ኣጋጠሞ ከም ዝኾነ ዴይሊ ማቭሪክ ዝተብሃለ ጋዜጣ ደቡብ ኣፍሪካ ሓቢሩ ኣሎ። እቲ ሰራዊት ትግራይ ዘመዝገቦ ዓወት ንኻልኦት ተቓለስቲ ኢትዮጵያ እውን ተስፋን ሞራልን ከምዘስነቖም ኣብ ኦሮሚያ ክልላዊ መሰጋገሪ መንግስቲ ንክእውጅ ኣስተዋፅኦ ከምዝገበረሉን ንፋሽስቲ ኣብዪ ድማ ዓብዪ ጭንቀት ከምዝፈጠረሉን እቲ ዜና ኣመልኪቱ ኣሎ። ፋሽስቲ ኣብይ ምስ ውልቀ መላኺ ኢሳያስ ኣፈወርቅን ካልኦት ሓይልታትን ብምትሕብባር ንሸሞንተ ኣዋርሕ ዘካየዶ ወራር ካብ ሰራዊት ትግራይ ብርቱዕ መኸተ ከም ዘጋጠሞን ኣብ መወዳእትኡ ድማ ብዘሰንብድ ስዕረቱ ናብ ሓዱሽ ምዕራፍ ከም ዝተሰጋገረን እቲ ጸብጻብ ሓቢሩ። ፋሽስቲ ኣብይን መላፍንቱ ውልቀ መላኺ ኢሳያስ ኣፍውርቅን ኩናት እንትጅምር ካብ ሕቡራት ዓረብ ኤምሬትስ ዝረኸብዎ ወተሃደራዊ ሓገዝ መንግስቲ ኣሜሪካ ብዝገበሮ ዲፕሎማስያዊ ጸቕጢ ከም ዝተቋረጸን ፋሽስቲ ኣብይ ኣብ ቀረባ እዋን ንምኽትል ቀዳማይ ሚኒስትርን ሚኒስትር ጉዳያት ወጻኢ ደመቀ መኮንን ናብ ሩስያ ብምልኣኽ ዝሓተቶ ሓገዝ ከም ዘይቀንዖን እቲ ጋዜጣ ገሊጹ ኣሎ። ጅግና ሰራዊት ትግራይ ኣብ ልዕሊ ፋሽስቲ ኣብይ ኣሕመድ ድሙቕ ወተሃደራዊ ዓወት ብምምዝጋብ ንመብዛሕትኡ ክፋል ትግራይ ተቖጻጺሩ ኣሎ ዝበለ ዴይሊ ማቭሪክ፣ ፋሽስቲ ኣብይ ነዚ ኣብ መሬት ዘሎ ሓቂ ተገንዚቡ ናብ መኣዲ ሰላም ንኽቐርብ ኣገንዚቡ ኣሎ። እቲ ንዓለም ዘስደመመ ወተሃደራዊ ስርሒት ሓየት ሰራዊት ትግራይ፣ ወፍሪ ኣሉላ ኣባነጋን ጉዳይ ምሩኻት ወተሃደራት ፋሽስቲ ኣብይ ኣሕመድን ሕዚ እውን ኣውራ ኣጀንዳ ዓበይቲ ሚድያታት ዓለምና ኮይኑ ቀፂሉሉ ኣሎ። The Guardian፣ እቶም ምሩኻት ኣብ ከተማ መቐለ ናብ ዝተዳለወሎም መዕረፊ ስፍራ እንትኸዱ፣ ነበርቲ ከተማ መቐለ ድማ ስርዓትን ጭውነትን ተላቢሶም እናተዓዘብዎምን ደሓር ድማ ኣብ ቤት ህንፀት መቐለ እናበፅሑን ዘርኢ ምስላዊ ዛንታ ከም ዝስዕብ ኣዳልይዎ ኣሎ።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ እንትዕቅብ ኣብ ነሰግሮ ብብልሃት ነሰግሮ ብዓቕሊ
ዜናታትና ሕዚ እውን እናቐፀለ እዩ ፋሽስቲ ኣብይ ኣሕመድ ተኹሲ ጠጠው ኣቢለ ኣለኹ ይብል ዘሎ ግዜ ንምግዛእን ዓቕሙ ንምጥንኻርን እምበር ድሌት ሰላም ከም ዘይብሉ ተገሊጹ ፋሽስቲ ኣብይ ኣሕመድ ተኹሲ ጠጠው ኣቢለ ኣለኹ ይብል ዘሎ ብሰራዊት ትግራይ ምስተስዓረን ግዜ ወሲዱ ዓቕሙ ንምጥንኻርን እምበር ሓቀኛ ድሌት ሰላም ስለዘለዎ ኣይኮነን ክብል ፋይናንሻል ታይምስ ገሊጹ ኣሎ። ኣብ ክራይሲስ ግሩፕ ላዕለዋይ ተንታኒ ፖለቲካ ኢትዮጵያ ዝኾኑ ዊልያም ዳቪሰን ፋሽስቲ ኣብይ ተኹሲ ጠጠው ኣቢለ ኣለኹ ዝብል መግለጺኡ ተኣማኒ ከምዘይኮነ ገሊጾም ኣለው። እዚ ፌደራል መንግስቲ ሰብኣዊ ሓገዝ ንምስላጥ ብዝብል ኣዊጀዮ ዝበሎ ምቁራፅ ተኹሲ ዝእመን ኣይኮነን ኢሎም ኣለው። ፋሽስቲ ኣብይ ኣብ ልዕሊ ምንቅስቓስ ሰብኣዊ ሓገዝ ክገብሮ ዝፀንሐ ዕንቅፋት ከምዝቐፀለሉ ከም ኤሌክትሪክን ቴሌኮሙኒኬሽን ግልጋሎት ብምቁራፅ ድማ ኣብ ትግራይ ዘሎ ሰብኣዊ ቅልውላው ንኽጋደድ ይገብር ከምዘሎን ኣብዚ ሕዚ እዋን ኣብ ትግራይ ዋሕዲ ነዳዲን ገንዘብን ከምዘሎን እቲ ፀብፃብ ሓቢሩ ኣሎ። ፌደራል መንግስቲ ኣብ ልዕሊ ስራሕቲ ሰብኣዊ ሓገዝ ክገብሮ ዝፀንሐ ምትዕንቓፋት ጠጠው ንምባል ዓለም ለኸ ማሕበረሰብ ዝገብሮ ፀቕጢ ክሕይል እዩ፣ ሰራዊት ትግራይ ድማ ትግራይ ዳግም መውፅኢ ስኢና ብፌደራል መንግስቲ እንክትዕፆ ስቕ ኢሉ ኣይርእን ብምባል ዊልያም ዳቪሰን ገሊፆም ኣለው። ፋሽስቲ ኣብይ ኣሕመድ ዳግም ዝጀመሮ ማእሰርቲ ተጋሩ ተጋዲዱ ከምዝቐፀለ ተገሊፁ ኣሎ። እቲ ተግባር ኣብ ሙሉእ ኢትዮጵያ ከምዝቐፀለን ብፍላይ ድማ ኣብ ከተማ ኣዲስ ኣበባ ማእሰርትን ግፋን ተጋሩ ብዝኸፍኣ መልክዑ እናተፈፀመ ከምዝርከብን ኣዲስ ስታንዳርድ ፀብፂቡ ኣሎ። ሲቪል ዝተኸደኑ ኣባላት ፀጥታን ፖሊስ ኣዲስ ኣበባን ተጋሩ ብበዝሒ ኣብ ዝነብርሉ ከባብታት እታ ከተማ ብፍላይ ድማ ሳብሚት ኣብ ዝተብሃለ ከባቢ ንተጋሩ ብኣልማሚት ክኣስሩን ከጋፍዑን ከምዝተርኣዩ ኣዲስ ስታንዳርድ ወሲኹ ሓቢሩ ኣሎ። እዚ ከምዚ ኢሉ እናሃለወ ፋሽስቲ ኣብይ ኣሕመድ ብዘይሕንከት ወተሃደራቱ ኣብ ልዕሊ ደቂ ኣንስትዮ ትግራይ ንዝፈፀምዎ ግፍዒ ከም ጅግንነት ክጀሃረሉ ተሰሚዑ ኣሎ። ትማሊ ኣብ ቅድሚ እቲ ዕድመ ስልጣኑ ዘብቀዐ ዘይሕጋዊ ፓርላማ ተረኺቡ ህወሓት ናብ ብልፅግና እንተዝፅምበር ነይሩ ኩናት ኣይምተወለዐን ምስ በለ በዚ ኩናት ኣብ ትግራይ እንታይ ከም ዝወረደ ነፍሲ ወከፍ ትግራወይቲ ኣደ ትፈልጦ እያ እንታይ ከም ዝበፅሐን ንሳተን እየን ዝፈልጣ ክብል ብብድዐ ተሰሚዑ ኣሎ።
እዛ ጋር ገምገማ ስህተት ነው ትክክል ከቀማው ሚሳኤል ከቀማው ምናምን እንደፈለግኩ አደርጋለሁ ምንድነው ያደረሰው ኪሳራ የእያንዳንዱ የትግራይ እናት ትመዝነዋለች የደረሰባቸውን ነገር ያውቁታል እነሱ
ፋሽስቲ ኣብይ ቅድሚ ሕዚ ነቲ ወተሃደራቱ ባዕዳዊ ሰራዊት ውልቀ መላኽ ኢሳያስ ኣፈወርቅን ሓይልታት ትምክሕቲ ክልል ኣምሓራን ኣብ ልዕሊ ደቂ ኣንስትዮ ትግራይ ዝፈጸምዎ ኣዝዩ መነወርን ንመላእ ዓለም ዘሰንበደ ንጾታዊ መጥቃዕቲ ናቶም ኣንስቲ ዘይብደቂ ተባዕትዮ እየን ተዓሚጸን ኢሉ ነዚ ዘስካሕክሕ ግፍዒ ኣናሽይዎ ከም ዝነበረ ዝዝከር እዩ። ኣብ መወዳእታ ብሓየተ ሰራዊት ትግራይ ሓፍ ዘይብል ወተሃደራዊ ስዕረት ዝተጎምጎመ ፋሽስቲ ኣብይ ኣብ ልዕሊ ሰላማውያን ወገናት ሕነ ምፍዳይ ከም ዝኣተወ ተገሊጹ ኣሎ። ፋሽስቲ ኣብይ ክቱር ኣነነትን ምልካዊ ባህርን ዝተላበሰ ጨካን መራሒ ከምዝኾነ ኣብ ትግራይ ብዝወለዖ ኩናት ድማ ዘስካሕክሕ ግፍዕታት ከምዝፈፀመን 1945 ዝተብሃለ መርበብ ሓበሬታ ኣፍሊጡ ኣሎ። እዚ ፋሽስታዊ መራሒ በተን ዝተቆፃፀረን ሚድያታቱ ወግሐ ፀብሐ ንወያነ ደምሲስናዮ ኢና እናበለ ብዛዕባ ኩነታት ትግራይ ሕቶ ንዘልዕል ኣካል ድማ ፕሮፓጋንዳ እዩ ዘቃልሕ ዘሎ ክብል ከም ዝጸንሐ፣ ኣብቲ ዝሓለፈ ሰሙን ሰራዊት ትግራይ ንከተማ መቐለ ምስ ተቖጻጸረን ኣሽሓት ምሩኻት እንትረኣዩን ድማ ኢትዮጵያውያን ከም ዝሰንበዱን እቲ ዜና ሓቢሩ ኣሎ። ሕዚ ፋሽስቲ ኣብይ ኣብ ልዕሊ እቶም ብዛዕባ ትግራይ ብድፍረት ክጽሕፉ ዝጸንሑ ጋዜጠኛታት ሕነ ብምፍዳይ እናኣሰሮም ከም ዝርከብን፣ ማሕበረሰብ ዓለም ድማ ነዚ ጨካን ተግባር ፋሽስቲ ኣብይ ክኹንን ጠጠው ከብልን ከምዝግባእ እቲ ፀብፃብ ኣመልኪቱ። እምበኣርከ ዝኸበርኩም ተመልከትና ንሎሚ ዝሓዝናልኩም ዜናታት ኣብዚ ኣላኢምና ኣለና። ብኻልኦት ዜናታት ተመሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትናን ብቕልፅምና ትግራይ ትስዕር!